መንፈሳዊ ጓል ክበሃል ከሎ ብህሊናና ነቐርጾ እንታይ እዩ? ነጸላ ዝተሸፈነት ወዶ ነጸላ ዝገበረት ቀሚስ ተኸደነት ሜቢ ኣብ ቤተ ክርስቲያን ትኹስትር ተጽሪ ወይ ትዝምር ወይ ተጣቕዕም ክኾን ይኽእል ሶ ኣሎ ፊዚካል ዝኾኑ ኢሜጃት ብደገ ንሪኦ ስእልታት ኣሎ ናይ መንፈሳውነት መግለጺ ግን መንፈሳዊ ህይወት እሱ ድዩ? ኣነ ናይ የሱስ ክርስቶስ መርዓት እየ፣ ዘምልኾ ኣብ ወልድ መንፈስ ቅዱስ እዩ፣ ናቱ ሰራሕተኛ እየ፣ ብእኡ እየ ዝእመን፣ ደስ ዝበለኩም ግበሩ ኢላቶም። ንሰብ ይቅር በል ማለት ግን ዝተፈጸመ ነገር ክትክሕዶ ኢኻ ማለት ኣይኮነን ሳይኮሎጂክሊ። እንዶም እንታይ ኢላቶም እሳ ኖ ደቀይ መጀመርያ ይሰውኡ ኣነ ብድሕሪኦም ክስዋ ኢላ ንምንታይ ኣነ ምስ ተሰዋእኹ ፈሪሖምሲ ኣምላኽ ከይክሕዱሞ መንግስተ ሰማይ ዘለኣለማዊ ህይወት ከይስእኑ ናይ ገፃ ናይ መልክዓ ክሪኡ እቲ ስጋዊ ፍትወቶም ንከዕግቡስ ገፅ ክኽፈት እየ ኢሎም ገፃ ምስ ከፈተቶ በቃ እዚኣ ኣብ ዝሙት ተረኺባ እያ ከምዚ ከምዚ ከምዚ ኢሎም መን እዮም ፈረድቲ ባዕሎም ሓደ ሓደ ግዜ ሰማእትነት ክንቕበል ዝመርፅ ግዜም ኣለዎ ሰብኣያ ናብ ቤተክርስትያን ኣይትኸዲ ትሳለመይ ትቆርበን ከምዚ ትብል እንድሕር ኢሉ ናይ እግዚኣብሄር ዝእዝዛ ተቃራኒ ዝእዝዛ እንድሕር ኮይኑ ንዑ ትእዘዞ እንድሕር ኮይና እዚ ትክክለኛ ምእዛዝ ድዩ? ሎማዓንቲ ኣነሲ ንየሱስ ክርስቶስ መስኪርካ ኣየምልኽን ጣኦት ኢልካ ሞይትካ ተዝሰምዕ ይሕሸኒ ኔሩ ካብ ናዓልካ ብሂወት ጸብዝ ጠጠው ትብል ካብ ኪሒድካ ዝሰምዕ ንስኻ እንዲኻ ናይ የሱስ ክርስቶስ ፍቅሪ ዘምሀርካኒ ክርስትያን ኮንካ ክርስትና እምነት ዝመራሕኻኒ ንስኻ እንዲኻ ኣቦይ ኣቢጌል ዳኣ ዋይ ጓል ኣንስተይቲ ናይ እግዚኣብሔር ጓል እኮ ኣይትዛረብን እያ ኢላ ዳዊት እንዳመፀ ከሎ እዚ ነገር ኩሉ ተረዲእዋ ከሎ እዚ ጥበብዚ እንዳሃለወ ሱቕ ቴላ ትክክለኛ ሱቕ ምባል ድዩ እዚ? ትሕትና ተዘይሃልይዎ ቲዮሎጅና ምንታይ ይቕየር? ምንፍቕና ይቕየር። ድንግልና ናይ እግዚኣብሔር ጸጋ እዩ። ኣብ ንጽህና ሕይወት ክንነብር ግን ንመነኮሳት ጥራይ ዘይኮነ ንምርዑዋትን ኣብ ንጽህና ሕይወት ክነብሩ ጥራይ ዘይኮነስ ቨርቹም እዩ። ሶሎሞ ኣንቲ ናይ እግዚኣብሄር ጓል ወይ እንደገና ወሓለ ጓል መን እያ? ከመይ ዝበለት እያ? ካብኡ ከዓ ኣብነታት ናይ እግዚኣብሄር ደቂ ኣንስትዮ ዝበሃላ መፅሓፍ ቅዱስም ወይም ቸርች ትራዲሽን ዘለናም ክንርእየን ኢና። ብቐዳምነት ውሓለ ክንብል ከለና መብዛሕትኡ ግዜ ፀብሓ ጥዑም ኣብ ገዛ ጎበዝ ስራሕ ምናምን እዩ ብባህልና ዝግለፅ ግን ብዛዕባ ይኾናን ንዝርዝር ዘለና እንታይ ማለትና እዩ ናይ እግዚኣብሄር ጓል ለባም ጓል ወይ እንደገና ቨርቹወስ ወመን ትበሃል ናይ እግዚኣብሄር ጸጋታት ዘለዋ ውህብቶታት ዘለዋ መንፈሳዊት መንፈሳዊ ፍረ ዘለዋ ማለት እዩ እና ናይ እግዚኣብሄር ጓል ክንብል ከለና ናይ እግዚኣብሄር ጓል እንታይ ማለት እዩ ክንብል ከለና ንእግዚኣብሄር ህይወታ ዝሃበት ወይ እንደገና ዲቮትድ ቱ ጋድ ዊች ሚንስ ናይ ህይወታ ምስ እግዚኣብሄር ትነብር ጓል ማለት እዩ ንዚ እንደገና ንእግዚኣብሄር ብምንታይ እያ ምስኡ ትነብር According to his teaching ወይ ኸኣ ንእሱ ብናቱ ትምህርቲ፣ ብናቱ ቃል፣ ብናቱ ትእዛዝ እንዳ ትነብር ህይወታ ኸኣ ንኻልኦት ኣመንቲ ኣብ ክርስትና ዘለዉ ኣብ ክርስትና ኦርቶዶክስ እምነት ዘለዉ እንታይ ዝኾነ ኣብነታዊ ህይወት ትነብር ማለት እዩ ሰለዚ እሳ ታይ እያ ኢምባዲ ትገሮ ወይ ውሽጣ ዘለዋ ቨርቹ ኦፍ ፌዝ ማለት ናይ እምነት ፍረ ዘለዎ ህይወት ትነብር ፅድቂ ህይወት ዘለዎ ትነብር ብትሕትና እዚ ክትነብር ከላ ከዓኒ ብባህሊ ወይ ከዓኒ ካብ ፖለቲካ ዓለም ወይ ካብ ናይ ሳይኮሎጂ ፍልስፍና ዝመፀ ዘይኮነስ ኣብ መጽሓፍ ቅዱስ ከም እተጸሓፈ ብኣቦታትና ከም እተመሃርናዮ ኣብ ቤተ ክርስትያንና ከተምህረና ብእኡ መገዲ ትመጽእ ሰበይቲ ብእኡ ካይዳ ንእግዚኣብሔር ትኣምን ብእግዚኣብሔር መገዲ ትኸይድ ሰበይቲ ማለት እዩ ብናይ እግዚኣብሔር መገዲ ትኸይድ ሰበይቲ ናይ እግዚኣብሔር ፍቓድ ኣብ ህይወታ ይግለጽ እዩ ምኽንያቱ ናይ እግዚኣብሔር ፍቓዱ እንታይ እዩ ንዓና ምስኡ ክንነብር እዩ ምስ እግዚኣብሔር ከም ዘላ ናይ እግዚኣብሔር ጸጋ ከም ዝሓደራ ኣብ ዝኸደቶ ኣብ ዝኸደቶ ቦታ ናይ እግዚኣብሔር ብርሃን ተብርህ እያ ካልኣይ ኣብ ኣነባብራኣ ኣብ ባህርያታ ኣብ ኣሰራርሓ ኩሉ እሱ ስለ ዝግለጽ ናይ እግዚኣብሔር ስራሕም ፍቓድም ኣብ ህይወታ ይግለጽ እዩ ማለት እዩ ንካልኦት ሰባት ከዓኒ እንታይ ትኸውን ሮል ሞዴል ትኸውን ማለት እዩ ወይ ከኣ ክርእይዋ ከሎ ኣሃ ኣነስ ከምዛ ጓል እዚኣ ክኾን ይደሊ እየ እግዚኣብሔር ትፈርሕ ሰብ ተኽብር ተኣማኒት ኣብ ስርሓ ክሰርሕ ከላ ኣብ ስራሕ ቦታ ኣትያ ኣብ ሰዓታ ትርከብ ተዋህባ ስራሕ ብግቡእ ተገዳስነት ትፍጽም ሰልዲ ዘይትነክእ ናብ ምስራቕ ዘይተኣቱ ኣብ ክፋእ ዘይትርከብ ትሕቲ ተኣዛዚት ሰብ ተኽብር ነብሳ ተኽብር ማለት እዩ ከምኡ እውን ብቐዳማይ ኣንቢብናዮ መስለኒ ምሳሌ መጽሓፈ ምሳሌ ሰላሳን ሓደን ካብ ቁፅሪ ዓሰርተ እስካብ ሰላሳን ሓደን ይገልፃ እዩ ቨርቹስ ውመን ትበሃል ከመይ ከመይ ከመይ ዝበለት ብጣዕሚ ብደንብ ገይሩ ኣብኡ መግለፂ ገይሩ ይህዋ እዩ እና ኣብኡ ንሪኦታ እዩ እግዚኣብሄር ትፈርሕ ኣብ ስርሓ ደሊጀንት ዝኾነት ኣብ ስርሓ ንጥፍቲ ዝኾነት ሕጂ ታይ ዓይነት ጓል ኣንስተይቲ ኡዩ ይገልጽ ነይሩ ኣብ ቢዝነስ ዓለም ዘላ ጨርቂ ትሰፊ ጨርቂ ትሸይጥ ትሰርሕ ንደቃ ትምግብ ንሰብኣያ ተኽብር ንሰብኣያ ኩርዓት ዝኾነት ንድኻ ትምግብ ንእግዚኣብሔርም ትፈርሕ ኢሉ እቲ ናይ መንፈሳዊ ህይወታ ብምንታይ ዝግለጽ ኣብ ትነብረሉ ህይወት ዝግለጽ ማለት እዩ ቤተ ክርስቲያን ክትመጽእ ከላ መልኣኽ ኣብ ደገ ክትወጽእ ከላ ካሊእ ሰብ ኣይኮነት ኣብ ቤተ ክርስቲያን ተገልግል ከላ ተፅሪ ትኾስትር ገዛ ትኸይድ ከላ ስራሕ ኣዲኣ እንዳሰርሐት ክትንክፍ ዘይትደሊ ወይ ከዓ ኣብ ስራሕ ቦታ ክትኸይድ ከላ ምስ ሞባይላ ስብከት ይኹን መዝሙር ይኹን ትሰምዕ ትኽእል እያ ነገር ግን ናይ ስራሕ ሰዓት እዩ ከምኡ ዘይኮነት ኣብ ኩሉ ህይወታ ዝንፀባረቕ ተኣማንነት ናይ እግዚኣብሔር ፈሪሓ ዘለዎ ናይ ጽድቂ ሕይወት ተብርህ ማለት እዩ። መብዛሕትኡ ግዜ ትግለጸሉ ብምንታይ እዩ? ኢንተግሪቲ ወይ ከኣኒ እቲ ትብሎ ነገር ብተግባር ትገብሮ እያ ወይ ከኣኒ እቲ መጽሓፍ ቅዱስ ተምህሮ እሳም ትነብሮ ወይ ከኣኒ እቲ ዝንገራ ትመሃሮ እሳም ብተግባር ትገልጾ ስለዚ እንታይ ኣለዋ ኢንተግሪቲ ኣለዋ ማለት እዩ። ብኡ ትፍለጥ እያ። ካልኣይ ሰላመኛ እያ። ሰላምኛ'የ ማለት ናይ ሰላም ሰብ'ያ። ሰላም ንክትረክብ እንታይ ማለት'ዩ? መስዋእቲ ትኸፍል'ያ። ንኣብነት መብዛሕትኡ ግዜ ሰብ ሰላም ምስ ካብ ዝሃብናዮ ሰላማዊ ክንኾን ንኽእል ኢና። ዝተጻረፈና ሰብ ተዘይሃልዩ ኣይንጻረፍን፣ ዝወቕዐና ሰብ ተዘይሃልዩ ኣይንዋቕዕን፣ ዘሕረቐና ሰብ ተዘይሃልዩ ኣይንጻረፍን። ጓል ናይ እግዚኣብሄር ጓል ክንብል ከለና ግን

ደቂ እግዚኣብሄር ስለዚ ናይ ደቂ እግዚኣብሄር መበሊ ሓደ ካራክተርም ሰላማውያን ምዃኑ ናይ ጓል እግዚኣብሄር ናይ እግዚኣብሄር ጓል ንብላ ከኣኒ መግለፂኣ ሰላም እያ ሰላም ንክትረክብ ከኣኒ ክትኸፍሎም ዘለዋ መስዋእትታት እናት ዝኾነ ይኹን ትኸፍል እያ ማለት ኣይኮነን ኣፍኮርስ እሱ እንታይ ይኽፈል እንታይ ይኽፈልን ኣሎ ካሊእ ንኣብነት ክርስቶስ ተዘይክሄድኪ ክንቐትለኪ ኢና ባእሲ ኣሎ ገለ ተኢሎማ ንሰላም ኢላ ክርስቶስ ኣይትክሕድን እያ ነገር ግን በሰላም ንክትነብር ግን ንባዕላ ብትሕት ኢላ ሰላም ጌራ ዝኽፈል መስዋእት ተኸፊላ ትነብር ሰብ እያ ማለት እዩ ካልኣይ ከዓ ንሂወታ ምስ ናይ እግዚኣብሔር ፍቓድ ኣብ መፅሓፍ ቅዱስና ተገለፁ ናይ እግዚኣብሔር ፍቓድ ኣሎ ሓቂ ሓደ ሰብ እንታይ ዓይነት ሂወት ክነብር ከም ዘለዎ እግዚኣብሔር ፍቓዱ ገሊፅልና እዩ ብኡ ከዓኒ ኣላይን ጌራ ትነብር ማለት እዩ ካብቶም ኣብነታት ምስ እግዚኣብሄር ድቂ እግዚኣብሄር ወይ ከዓ ናይ እግዚኣብሄር ጓል ንብለን ኣብነታት ንኣብነት ኣስቴር ንወስድ ኢና መፅሓፈ ኣስቴር ስለ ናይ ኣስቴር ታሪክ ኩሉ ክነግረና ከሎ እንታይ ይብል ኣስቴር ተኣዛዚት ነይራ ንሞርዶኪዮስ ኣቦኣን ኣዲኣን ስለ ዝሞትዋ ዘዕበያ ሞርዶኪዮስ ነይሩ ሞርዶኪዮስ ክዕበያ ከሎ ግን ይብል ካብ ቃሉ ኣይትወፅእን ነይራ ታይ ነይራ ተኣዛዚት ነይራ ትእዛዝ ከኣኒ ናይ ምንታይ ውልድ እያ ናይ ትሕትና ውሉድ እያ ትሕትና ንምእዛዝ ትወልዳ እያ ስለዚ መብዛሕትኡ ግዜ ኣብ ገዳማትም እንታይ ሎም የምህሩ ኣቦታት ትሕትና ንክትረክብም ምእዛዝ ትሕግዝ እያ ናትእዘዝ ከለካ ወላ በቃ ደስ ዘይበለካ ከሎ ተተኣዚዝካ ተተኣዚዝካ ነዊሕ ግዜ ትሕትና ፍረ ክትረክብ ትኽእል ኢኻ ካልኣይ ከኣ ትሑትም ስለ ዝኾንካ ንምእዛዝ ከኣ ቀሊል እዩ ትሑት ሰብ ተኣዛዛ እዩ ተኣዛዚት ነይራ ከምኡ እውን በቲ ታሪክ መሰረት ደቂ ኣንስትዮ ክገፉ ከለዉ ነቲ ንጉስ ንክትምርዐዎ ከምኣን ተገፊፋ ናብ እንዳ ንጉስ ከይዳ ካብተን ዝነበራ ሕሩያት ተመሪፃ ንግስቲ ኮይና ንግስቲ ኮይና ነቲ ንጉስ ፕሪንስ ናይቲ ንጉስ ዝነበረ ነጂውስ ዝጸልእ ናይ ብዙሕ ዓመት ጽልኢ ዝነበሮ ያው እቲ ታሪክ ኣበ እዩ ኣብ መጽሓፈ ሳሙኤል ናይ ንጉስ ሳኦል ኣጥፎ እዮም ዝተባህሉ ህዝቢ ከይዱ ከጥፍእ ከሎ ጥንስቲ ዝነበረት ሰበይቲ ንጉስ በቲ ናታ ዘርኢ ቂም ቋፂሩ ዝፀነሐ ሃማስ ዝበሃል ወይ ሃማስ ያ ሶሪ ብትግርኛ ሄማስ ዲ ሄማስ ግን ሃማስ እዩ ዝበሃል እሱ ፅልኢ ስነ ዝነብሮ ንጁሽ ከጥፍእ ነቶም እስራኤላውያን ኣምላኽ ዝኣምልኹ ከጥፍእ ወረቐት ሒዙ ኣትዩ ተፈቒዱሉ ማሕተም ተሓቲሙሉ መርዶክዮስ ኣድሕንና ጸሊልና ንበይኒ ክብዚ ንጉስ እንዳ ንጉስቲ ኮፍ ስለ ዝበልኪ ትድሕኒ ከይመስለኪ ኢሉ መልእኽቲ ክሰደላ ከሎ ናታ መልሲ ብጣዕሚ ደስ ዝብል እንታይ እዩ ነይሩ እቲ ንጉስ ሕጊ ኣለዎ ናይቲ ንጉስ ሕጊ እንታይ እዩ ብዘይ ንጉስ ከይጸወዐካ ናብቲ እንዳ ንጉስ ተኸይድካ ትቕተል ኢኻ ሰለዚ እሳ ተኣዛዚት ኮይና እንዲ ዓብያ ተኣዛዚት ኮይና ዝዓበየት ኣብ ትሕቲ መርዶክዮስ መርዶክዮስ ናይ እግዚኣብሄር ሰብ እዩ ነይሩ ከምህራ ክቐርፃ ክእዝዛ ከሎ ኣብ ናይ እግዚኣብሄር ፍቓድ እዩ ነይሩ ሕጂ እንደገና ናይ ንጉስ ፍቓድ እቲ ንጉስ ከዓ ናይ እግዚኣብሄር እግዚኣብሄር ዝፈልጥ ኣይኮነን ጣዖት ዘምልኽ ንጉስ እዩ ናቱ ሕጊ እምበር ናይ እግዚኣብሄር ሕጊ ይኮነን ናብ ንጉስ ቅድሚት ዘይምምፃእ ነገር ግን ሕጂ እንታይ ይብላ ኣሎ መርዶክዮስ ትኸድለኪ ኢልዋ ካብኡ እንታይ ኢላቶ ነቲ ናብቲ ንጉስ ንምኻድ እኳ ሕጉ ዝጥሕስ እንተኾንኩ እሱ እንደገና ክጠፍእም ይኽእል እየ ዊች ሚንስ ክመውት ክቐተልም ይኽእል እየ ነገር ግን ክኸይድ እየ እስኹም ግን ኢላቶም ሰለስተ መዓልቲ ጽሙ ጸሉ ኢላቶ ንህዝባ ኩሉ ማለት እዩ ህጂ እታ የርእና ቅድስቲ ኣስቴር ምስኣ ዘሎ ሰብኣያ ንጉስ እዩ እቲ ክጠፍኡም ዝሃበ ትእዛዝ እሱ እዩ ብናቱ ትእዛዝ ብዙሕ ነገር ክቕየር እዩ ኖኖ ጸገም ይብልን ሰብኣይ እኮ ንጉስ እዩ ንዑ እየ ዝኣምን ኸይደ ንዑ ክነግሮ እየ ኣይበለትን እምነት ኣመን ነይሩ ኣብ ሓይሊ እግዚኣብሄር ነይሩ እሳ ንባዕላም ንግስቲ እያ ንግስቲ ስለ ዝኾነት ግን ኣብ ናታ ፖዚሽን ዲፐንድ ኣይኾነትን ኣብ መን ዲፐንድ ጌራ ኣላ ኣብ እግዚኣብሄር እሳ ንባዕላም ሰለስተ መዓልቲ ምስ ሰራሕተኛታታ ዘገልግላ ደቂ ኣንስትዮ ኮይና ናብ እግዚኣብሄር ሰለስተ መዓልቲ ብጾም ብጸሎት ናብ እግዚኣብሔር ለሚና ማለት እዩ ምስ ለመነት ግን ናብ ንጉስ ክትኣቱ ከላ ናይቲ ንጉስ ሕጊ እንታይ ገይራ ነይራ ጥሒሳ ነይራ ምክንያቱ ከይተጸውዐት ክትኸይድ ኣይነበራን ናይ እግዚኣብሔር ሕጊ ከተኽብር ነይራ ዶ እዋ እጂ ናይ እግዚኣብሔር ሕጊ ክተኽብር ክትብል ህይወት እኳ ዝስውእ እንተኾነ ኣትያቶ ማለት እዩ ነገር ግን እግዚኣብሔር ሞገስ ስለ ዝሃባ ቅድሚ እቲ ንጉስ ተቀቢልዋ እቲ ንጉስ ኣይቀተላን ብናታ ልመና ከኣ ጥበብ ነይርዋ እቲ ጥበባታ እዩ ሽዑ ከይዳ ሄማስኮ ከምዚ ገይሩ ከምዚ ገይሩ ይበለቶ ሓደ ብጸሎት ኣሚና ካልኣይ ንዑ ዓዲማቶ ድራር ንብላ ኢላ ካብኡ መይሳ ንዑ ንሄመን ጸዊዓቶ ነቲ ክፉእ ዝገበረ ማለት እዩ ካብ ሰለስቲኦም ኮፍ ኣብ ዝበሉሉ ተዛሪባቶና ኣብ ናታ ህይወት ትሕትና ምእዛዝ ኣብ እግዚኣብሄር እምነት ካልኣይ ኻንቲ ጾም ጸሎታስ ኣይገደፈቶ ሰበይቲ ንጉስ ኾይና ንግስቲ ስለ ዝኾነት ሃፍቲ ስለ ዘለዋ ወርቅን ኣልማዝን ስለ ዝለበሰት ጥዑም ስለ ትበልእ ጥዑም ስለ ትኽደን ብዙሕ ነገር ስለ ዘለዋስ እቲ ናይ ጽድቂ ህይወት ገዲፋቶ ድያ ናይ ገደፎተን ኮንሲስተንት ዝኾነ ናይ ጽድቂ ህይወት ትነብር ነይራ ምስ እግዚኣብሄር ነይራ ኣብ ናታ ህይወት ዘርእየና ከኣ ናይ ትሕትና ናይ ምእዛዝ እና ናይ ጥበብ ሂወት ሪእና ኣቢጌል ከኣ ትዝክርዋ ትኾኑ ኢኹም ናይ ኔባል ሰበይቲ እያ ኔራ ኣብ መጽሓፈ ሳሙኤል ቀዳማይ ሳሙኤል ኣብኡ ዳዊት ናይ ኔባል ኣባጊዕ ስለ ዝሕሉ ነበረ ነውዲ ኣመት ምግቢ ስደዱለይ ኢሉ ሰዲድዎ ኔባል ኣይሄበካን ምስ በሎ ሓሪቑ ንኔባል ነቲ ሰብኣያ ከጥፍ እዩ ዝኸይድ ነይሩ እሳ ግን ኣብ መገዲ ጸኒሓ ምክንያቱ በቲ ናቱ ሕርቃን ዝነበሩ ምስ ወታደሮት ንኹሎም ከጥፍኦም እዩ ሓሲቡ ነይሩ። ንኔባልን ንሰበይቱን ኣብኡ ዘሎ ናቱ ናይ ኔባል ገዛ ብምሉእ ክድምስስ እዩ ክኸይድ ነይሩ። ኣብ መግዲ ጸኒሓ ግን ንሳ ለሚናቶ። እወ ኔባል ጽቡቕ ኣይገበረን፣ ዕሽነት ኣለዎ፣ ለባም ኣይኮነን። እስኻ ግን ለባም ኢኻ፣ ናይ እግዚኣብሄር ቅቡእ ኢኻ፣ ናይ እግዚኣብሄር ሰብ ኢኻ፣ ንምንታይ ኣብ ኢድካ ደም ይርከብ? ኢላ ብትሕትና ብጥበብ ኣዘራረባ ናይ እግዚኣብሄርም ፍርሒ ስለ ዝነበራ እዩ። ኣብቲ ቃላታ እስኻ ናይ እግዚኣብሔር ቅቡእ እንዲኻ ኢላስ ንዳዊት እኳስ ኣዘኪራቶ። ዝገብሮ ዘሎ ደም ኣብ ኢዱ ከም ዝኸውን ማለት እዩ እና ብናታ ዲፕሎማሲ ብናታ ኣተሓሳስባ መንፈሳዊ ኣተሓሳስባ ብናታ ትሕትና ብናታ ጥበብ ንዳዊትን መሊሳቶ ንዓ ክብል ገዲፍዎ ምግቢ ዝደልዮ ከዓ ንቀሪባሃሉ ካብኡ ግን እግዚኣብሔር ብባዕሉ ኔባል ወሲድዎ ሞይቱ ደሓርም ዳዊት ተመርዒዋ እና ኣብ ናታ ሂወት ናይ ጓል ኣንስተይቲ ጥበብ ካብ ደም ካብ ባእሲ ካብ ውግእ ናብ ሰላም ናብ ትሕትና ዳዊት ንባዕሉ ትሒቱ እዩ ናታ ምስ ሰምዐ ናብ ልቡ ተመሊሱ እዩ እግዚኣብሄሩ ዘኪሩ እዩ ብትሕትና ሓሊፍዎ እዩ እና ንዓና ንደቂ ኣንስትዮ ካብተን ኣብነታት ካብ ዝበሃላ ብጣዕሚ ናይ ጥበብ ሰበይቲ እያ ናይ ጥበብ ናይ እግዚኣብሄርም ጓል እያ ማለት እዩ ማርያም መግደላዊት ያው ኩላህና ንፈልጣ ኢና ብጣዕሚ ደስ ዝብል ሽም ይህዋ እንታይ ይብልዋ ኣፖስቶል ኦፍ ኣፖስቶልስ ይብልዋ ናይ ሃዋርያት ናይ ሃዋርያት ሃዋርያ ይብልዋ እንታይ ንሃዋርያት ስለ ዝሰበኸህሎም ትንሳኤ ማለት እዩ ነገር ግን ደስ ዝብልናታት እዩ ቅድሚ ሕጁ ቅድሚኡ ዝነበረ ህይወታ ክንረኢ ከለና እንታይ ኢና ንረኽባ ሸውዓተ ኣጋንንቲ ዝነበራ ኢየሱስ ክርስቶስ ሸውዓተ ኣጋንንቲ ካብኣ ዘውጸኣላ ክብለና ከሎ ታይ እዩ ዘርእየና ብቅድሚኡ ዝነበረ ሂወታ ሜይቢ ናይ ቅድስና ናይ ጽድቂ ናይ ጸጋ መንፈሳዊ ፍረታት ዝበዝሖ ከም ዘይኮነ የንጸባርቀልና ናይ ሃይማኖት ኣቦታትና ከምኡ ኢሎም ዝገልጽዎ ንምንታይ እትየልና ሸውዓተ ኣጋንንቲ ነይርዋ ብዝብል ተመርኪዞም ናቶም ዝሃብዎ ግምት ማለት እዩ ግን ደስ ዝብል ታይ እዩ ናይ እግዚኣብሔር ጓል ንክትኸውን ተዘንጸባርቀቶ ናይ እግዚኣብሔር ፍቅሪ ፍቕሪ ጥራይ ዘይኮነ ከኣ ኣብ ሕማቕ ግዜ የሱስ ክርስቶስ ኣብ ስቕለት ከሎ ኩሎም ክሃድምዎ ከለዉ ሓደ ካብቶም ዓሰርተ ክልተ ሓደ ንየሱስ ክርስቶስ ሸይጥዎ እቶም ዓሰርተ ፈሪሖም ሃዲሞሞ ካብቶም ዓሰርተ ሓደ ጴጥሮስን ክሒድዎ እዩ ሓደ ዮሃንስ እዩ ተረኺቡ ምስኡ ግን እሳ ነይራ ምስ ዮሃንስ ነይራ ኣብ መስቀል ሰለዚ እንታይ የርእየና ፍቕራ ጥራይ ዘይኮነስ እቲ ፍቕራ ኣንኮንዲሽናል እዩ ወላ መከራም ኣብ ጸገምም ግዜ ምስ ኢየሱስ ክርስቶስ ነይራ ካብኡ ተቐቢሩ ተቐቢሩ ናብ መቓብር ኣተባሂሉ ናብቲ መቓብር ከይዳ እስካብ ትረኽቦ ኢየሱስ ክርስቶስ ትነብዕ ትደሊ ነይራ ፐርሲስተንት ላይፍ ነይርዋ እዚ ታእዩ ተስፋ ኣይትቆርጽን እያ ነገራት ተቃይሮም እዮም በቃ ደሓን ከምኡ ተኮይኑስ ኣይኮነን ኣብ ማርያም መግደላዊት ኣይሰርሕን እዩ ኖ ምስ ክርስቶስ ክኾን ኣለኒ ምስ ክርስቶስ ክኾን ኣለኒ ዝብል ቀጻልነት ዘለዎ ፐርሲስተንት ፍቅሪ ነይርዎ ናይ ፍቅራ ከዓ እንታይ ይበሃል ፈርቨንት ነይሩ ፍቅራ ዊች ሚንስ ላይክ ፍቅራ ሙቐት ዘለዎ ፈርቨንት ነይሩ ብጣዕሚ ሓይሊ ዘለዎ ፍቕሪ ነይሩ ማለት እዩ እና ንዚ ፍቕራ እዚ ከዓኒ ያው ዝሃባ ፀጋ እግዚኣብሄር ናይ ትንሳኤ ምስክር ኮይና ንስብከት ከዓ ንመን እያ ሰቢኻ ንሃዋርያ ሰቢኻቶም ኢየሱስ ክርስቶስ ተንስኡ እዩ ናብ ጋሊላ ሕለፉ ይብለኩም ኣሎ ኢላ ንዖም ያለ ከተሱ ሰሚዖም ከዓሶም ኢሎም ማለት ማርያም መግደላዊት እያ ሪኣቶ ቅድሜና ኢሎም ተመሊሶም ኸይዶም ነይሮም ተኸዱ እቲ መቓብር ጥርሑ ረኺቦሞ ጨርቂ ረኺቦም ኢየሱስ ክርስቶስ ግን ኣይረኸብዎ ነው ኣብ ገሊላ ኣብ ገሊላ እዮም ተራኺቦም ማለት እዩ ቅድስት ድምያና ቅድስት ድምያና ሰሚዕኹም ትኾንኩም ሰማእት እያ ኣቦኣ ቅዱስ ማርቆስ እሱም ሰማእት እዩ ናይ ናይ ዓዲ መሓዳደሪ እዩ ነይሩ ኣብ ናይ ድንቅሊጥያኖስ ዘመን ዊች ሚንስ ናይ ሰማእታት ዘመን ንብሎ ቤተ ክርስቲያንና ክርስቲያን ዝስውእሉ ዘመን እዩ ነይሩ እና ኣቦኣ ናይ ዓመታዊ ሪፖርት ከብጽሕ ናብ ድንግልጥያኖስ ክኸይድ ከሎ ጓልካ መነኮሳት ኣኪባ ደቂ ኣንስትዮ ኣኪባ ገዳም ገዲማ ትነብር ኣላ ክንነግሮ ኢና ተነጊርና እዩ ጓልካ ክቐትለልካ እዩ ምክንያቱ እሱ ብሕጊ ብሕጊ ናይቲ መንግስቲ ክርስትና እምነት ኣይፍቀድን ኢሌጋል እዩ ነይሩ እሱ ከዓነ ንጓሉ ፈትዩ ካብ ዛሄር ብላዕሊ ንጓሉ ፈትዩ ከይትቕተል ፈሪሑ እሺ ኢሉ ዕጣን ኣጢሹ ማለት እዩ ነቲ ጣዖት ኣምልኾት ፈጺሙ ግን ብልቡ ኣምሊኽዎ ኣይኾነን ነቲ ጣኦት ንጓሉ ከድሕን ዝገበሮ ኣክት እዩ ነይሩ ግን ኣብ ቅድሚ ሰብ ዝከሓደኒ ኣብ ቅድሚ ሰማያዊ መቦይ ኣብ ቅድሚ መላእክቲ ክሕዶ እየ ኢሉ ኢየሱስ ክርስቶስ እና ኣፍኮርስ ትእዛዝ ናይ እግዚኣብሔር ምጥሓስ እዩ ነይሩ እዚ ምስ ሰምዐት ግን ጓሉ ትበኪ ነይራ ብጣዕሚ ሓዚና ቅድስት ድምያና ኣብ ግብፂ ኮይና ምስ ሰምዐት ምስ መፀ ከዓኒ ከመይ ኢልካ ከምኡ ትገብር ዋእ ጓለይ ንዓኽ እኮ እዮም ክቐትሉ ክደልዮም ንዓኽ እኮ እዮም ከጥፍኡ ክደልዮም ኢልዋ ነገር ግን እንታይ ኢላ ተወሳ ሎማዓንቲ ኣነሲ ንየሱስ ክርስቶስ መስኪርካ ኣየምልኽን ጣኦት ኢልካ ሞይትካ ተዝሰምዕ ይሕሸኒ ኔሩ ካብ ናዓ ኢልካ ብሂወት ኣብዚ ጠጠው ትብል ካብ ኪሒድካ ሰምዕ እስኻ እንዲኻ ናይ የሱስ ክርስቶስ ዝፍቃሩ ዘምሀርካኒ ክርስትያን ኮንካ ክርስትና እምነት ዝመራሕኻኒ እስኻ እንዲኻ ኣቦይ ገሲጻ ነቦኣ ተመሊሱ ከይዱ ተመሊሱ ኮይዱ ተመሊሱ ኮይዱ ንድንቅልጥያኖስ ኖ ኣነ ክርስትያን እየ ኣይክሕድን እየ ምስ በሎ ድንቅልጥያኖስ ቀቲልዎ ሞይቱ ሰማዕትነት ኣክሊል ረኺቡ ብናይ መን ተግሳፅ ብናይ ጓሉ ተግሳፅ ሓደ ሓደ ግዜ ተፋቐርና ይመስለና እሞ ንደቅና ክነድሕን ክንብል ካብ እግዚኣብሔር ንስሕቦም ዋዕታ ተኾይንካ ደኣ ትምህርትኻ ከይትሰንፍ እዚ ከይትሰንፍ የስ ክንሰንፍ የብልናን ነገር ግን ቅድሚ ኩሉ መንግስቲ ኣምላኽ ድለዩ ብድሕሪኡ ኩሉ ነገር ክውስኸኩም እዩ ኢልና ኣምላኽ ወዶ ስለዚ ቅድሚ ኩሉ መንግስቲ ኣምላኽ ኢና ንደሊ እሳም ኣቦ ኢላ ይሰስዐ ህሉ ንምንታይ ኣቦኣ ናታ ዘይኮነ መጀመርያ ናይ መን ምዃኑ ትፈልጥ እያ ናይ ክርስቶስ ይቦኣ ቅድሚ ንዓ ኣቦኣ ምዃኑ ወዲ ኣምላኽ እዩ እሱ ወዲ እግዚኣብሄር እዩ ሰለዚ እምነቱ ታማኝነቱ ንጓሉ ዘይኮነ ቅድሚያ ዝኾን ዘለዎ ንእግዚኣብሄር ክኾን ስለ ዘለዎ ንዕኡ ኣምሂራ መሊሳ ሰማእታት ኮይኑ ሰማእት ኮይኑ ምስ ሰምዐት ተመስገን ፈጣሪ ኢላ ተሓጒሳ ካብኡ ሰሙን ሰሚዖም ጓልያ ከምዚ ጌራቶ ምስ ተባሃለ እቶም ወታደራት መፂኦም ትክሕዲ ኢየሱስ ክርስቶስ ወይ ክንቐትለኪ ኢና ኣለሞ ኣነ ናይ የሱስ ክርስቶስ መርዓት እየ ዘምልኾ ኣብ ወልድ መንፈስ ቅዱስ እዩ ናቱ ብሰራሕተኛ እየ ብኡ እየ ዝእመን ደስ ዘለኩም ግበሩ ኢላቶም ንዓ ከሳቕዩ ብዙሕ ተኣምራታት ተገይሩ ብዙሓት ሰባት ንዓ ዝረእዩ ናብ ክርስትና እምነት መፅኦም መወዳእታ ንዓኣን እተን ኣርባዓ ደናግላን ምስኣ ዝነበራ ኣብ ገዳማ ከዓ ቀቲሎመን ኸይዶም ማለት እዩ ስለዚ ናታ ህይወት ንምንታይ ቤተ ክርስቲያንና ኩሉ ሻዕ ትዝክሮ ቀዳማይ እግዚኣብሔር ስለ ዝገበረቶ እዩ ቅድስት ሚያና ኣብ ህይወታ ቀዳማይ እግዚኣብሔር እያ ጌራቶ ከምኡ ልክዕ እውን ቅድስቲ ርብቃና ቅድስቲ ዶላጊ ክልቲኤን ኣዴታት እየን ቅዱስ ዶላጊ ኣርባዕተ ደቂ ነይሮማ ቅድስቲ ርብቃ ሓሙሽተ ቆልዑ ነይሮማ ክልቲኤን ኣብ ዘመን ናይ ድንቁልጥያኖስ ነይረን ክርስቶስ ክሓዳ ክበሃላ ከለዋ ምስ ደቀን ኮይነን ኣይንክሕድን ኢለን ናብ እስርቤት ኣትየን ቅዱስ ዶላይ ግን ኣብ እስርቤት ኣይኣክተውትን ኣክሽሊ ቀጥታ እዮም ቀትሎማ ክቐትልዋ ከለዎ ግን እንታይ ገይሮም እንቶም ደቃሲ ኣብ እግራ ኣደቂሶም ንክሳዶም ይቕርፅዎም ነይሮም ኣብዚ እግራ ኣብዚ ሰለፋ ማለት እዩ ሕጂ ንምንታይ እዩ ንዓኣም ከንቀጥቅጥዋ ክትፈርሕ እሞ ኖኖኖኖ ደቂ ከድሕን ኢላ ክትክሕድ ምእንታ ንኢየሱስ ክርስቶስ እሳ ደቃ ተክሒዳ ከዓ እኔ እቶም ክርስቶስ ተክሒዳ ከዓ እቶም ደቃ መሊሶም ክርስቶስ ክክሕዱ እዮም እንደውም እንታይ ኢላቶም እሳ ኖ ደቀይ መጀመርያ ይሰዉ ኣነ ብድሕሪኦም ክስዋ ኢላ ንምንታይ ኣነ ምስ ተሰዋእኹ ፈሪሖምሲ ኣምላኽ ከይክሕዱ እሞ መንግስቲ ሰማይ ዘለኣለማ ህይወት ከይስእኑ ቅድስት ርብቃም ከምኡ ልክዕ ንሓሙሽቲኦም ደቃ ንዓኣ ክንደይ ሰዖማ እታ ንእሽተይ ጓላ እሙና ትበሃል ጓላ ነይራታ ንእሽተይ እያ ነይራ ኣብ ቅድሚ ዓይናስ ብሓዊ ገይሮም የቃፀልዋ ነይሮም ይጠብስዋ ነይሮም ኣብ ቅድሚ ኣዲኣ ንምንታይ ታዲኣስ በቃ ናይ ጓላ ኣውያት ናይ ጓላ ስቃይ ክትርኢ ከላስ ክርስቶስ ክትክሕድ እያ ኢሎም ነገር ግን ንሳ ንደቃ ትምንየሎም ዘለዓለማዊ ህይወት ስለ ዝነበረ ኽኢላቶ ቅድሚ ደቃ ደቃ ቀዲሞም ተሰዊኦም ብድሕሪኡ እሳ ተሰዊኣ ናይ ክርስቶስ ሰማእታት ኮይኖም ቤተ ክርስቲያንና ተውዕሎም ትዝክሮም ብጸሎቶም ዝሕግዙና ጻድቃን ኮይኖም ማለት ሰማእታት ኮይኖም ማለት እዩ ቅድስት ማክሪና ከዓኒ ናይ ቅዱስ ባሲልዮስና ናይ ቅዱስ ጎርጎርዮስ ወይ ሃይማኖቱ ኣቦ ካብ ዝበሃሉ ኣቦታት ሓፍቶም እያ ዓባይ ሓፍቶም እያ ኣቦኦምን ኣዲኦም ምስ ዓረፉ እሳ እያ ተኣልዮም ነይራ ኣምሂራ ንዓናስ ሃይማኖተ ኣበው ቅዱስ ባሲሎስ ኸምዚ ኢሉ ቅዱስ ጎርጎርዮስ ኸምዚ ኢሉ እንዳበልና ኢና ሓቂሕና ወላ ነቲ ኢንተርፕሬቴሽን ወይ ኣንድምታ ናይ መጽሓፍ ቅዱስ ኣንድምታ ካብ ዝትርጉሙ ኣቦታት እሶም ዝጸሓፉ መጽሓፍ እንዳልዐልና እንዲና ናይ ቤተ ክርስቲያን ዓምዲ ኮይኖሙና ኣቦታት ናይ ቤተ ክርስቲያን ኢና ንጽውዖም ንዕኦምሲ ዝሃነጸቶም መን እያ ቅድስቲ ማክሪና ቅዱስ ባሲልዮስ ብጣዕሚ ዝተምሃረ ምሁር ነይሩ ብዓለም ብቻ ብመንፈሳዊ ብቻ ይኮነ ተማሂሩ ነይሩ ናይ ዓለም ትምህርትም ነይርዎ እዩ ተማሂሩ ግን ናብ ትዕቢት ከይዱ ነይሩ ክዕቢ ጀሚሩ ብዝነበሮ ፍልጠት ብዝነበሮ ፓፒላሪቲ ብዝነበሮ ተፈላጥነት ማለት እዩ ካብኡ ደብዳቤ ይፅሕፈሉ ነይራ ወላ ሱ ካሊእ ቦታ ኮይኑ ዝፅሕፈሉ ነይራ ንምንታይ ሳታይ ትሕግዞ ነይራ መንፈሳዊ ምርሒት ትህቦ ነይራ ትሕትና ክህልዎ ንእግዚኣብሄር ክፈርሕ ምክንያቱ እቲ ቴኦሎጂ ምስ ተምሃሮ ማለት እዩ ትሕትና ተዘይሃልይዎ ቴኦሎጂ ናብ እንታይ ይቕየር ምንፍቕና ይቕየር ብዙሓት ምሁራት እኮ ናብ ምንፍቕና ዝተቐየሩ ነይሮም በዓል ልስጥሮስ ማለት እዩ እና ንከይቕየር ናብ መገዲ እንዳሓገዘት ናብ መንገዲ እግዚኣብሄር እንዳምሀረት ንዞም ኣቦታት እዚኦም ንዓና ሃፍቲ ናይ ቤተ ክርስቲያን ሃፍቲ ዝኾኑና ዘብቀዐቶ መን እያ? ቅድስቲ ማክሪና ማለት እዩ። ኣብ ቀጻላይ እንታይ ክንርኢ ኢና? ንምንታይ ደኣ ንሕናሲ ናይ እግዚኣብሄር ጓል ኢልና ክንሓስብ ከለናስ ከመይ ኢና ንሪኣ? በቃ ከምዚኤን ፍጽምቲ ክትኾን ኣለዋ ማለት ድዩ ክንብል ከለና ኖ መብዛሕትኡ ግዜ ኣብ ዓለም ሓንቲ ጓል በቃ ክተድንቓ ፐርፌክት ትኾን ኣለዋ ምሽ ኣቺቭመንት ምናምን ክህልው ኣለዎ። ኣብ መንፈሳዊ ህይወት ግን ከምኡ የኾነን። ንወድቕ ንትስእ ኢና። ስለዚ እቲ መንፈሳዊ ህይወት ጓል እግዚኣብሔር እየ ኣነ ንክብል በቃ ሓጢኣት ዘይብለይ ፍጽምቲ ዘይወድቕ ኣይኾነን እቲ ሪኳየርመንት እሱ ይኮነን። እንታይ እዩ ደኣ ናይ ንስሓ ህይወት ምንባር ማለት እዩ። ኣነ ይዕልም ብእግዚኣብሔር ፍቓድ ብእግዚኣብሔር ትእዛዝ ይነብር ኣብ መንጎ ተወዲቐ ይትስእ ንስሓ ይኣቱ ቅዱስ ቁርባን ይቕበል እቲ ህይወተይ ከኣ ይቕጽሎ ማለት እዩ። ሓደ ሓደ ግዜ እንታይ መስኮንሰፕሽን ኣሎ፣ መንፈሳዊ ጓል ክበሃል ከሎ ብህሊናና ንቐርጾ እንታይ እዩ ነጸላ ዝተሸፈነት ወዶ ነጸላ ዝገበረት ቀሚስ ተኸደነት ሜቢ ኣብ ቤተ ክርስቲያን ትኹስትር ተፅሪ ወይ ትዝምር ወይ ተጣቕዕም ክኾን ይኽእል ሶ ኣሎ ፊዚካል ዝኾኑ ኢሜጃት ብደገ ንሪኦ ስእልታት ኣሎ ናይ መንፈሳውነት መግለፂ ግን መንፈሳዊ ህይወት እሱ ድዩ መግለጺ ናይ ጓል እግዚኣብሄር ናይ እግዚኣብሄር ጓል እያ እዚኣ ንክንብላ መግለጺ እያ እሱ ድዩ እዚ ናይ ደጋዊ ዝረአ ነገር ድዩ ኣይኮነን ንኣብነት ፈሪሳውያን ብደገ ክረኣዩ ከምኦም ፃድቕ ኣይነበረን ኣከዳድንኦም ናይ እግዚኣብሔር ሕጊ ኣብ ክዳኖም ሰፍዮም ኣብዚ ግንባሮም ለጢፎም ዝኸዱ ዝነበሩ በቃ ሰብ ክሪኦም ከለኳ ጓል ኣንስተይቲ ጨጉሪ ከምዚ ተሸፊና ምናምን እያ ትሓልፍ ነይራ ግን ሶም እዮም ከኣ ንኢየሱስ ክርስቶስ ይሰቀል ኢሎም ፈሪዶም ዝሰቀልዎ ክጠፍእ ዝገብሩ ከኣ ፈሪሳውያን እዮም ግን ኣብ ምንታይ ነይሮም ኣብ ናይ ሃይማኖት ቦታ ነይሮም እወ ኣብ ቤት መቅደስ ነይሮም ናይ ቤት መቅደስ ኣገልገልቲ ነይሮም ሰባኪያን መምሃራን ነይሮም ናይ ሕገ ሙሴ ኤክስፐርትስ ነይሮም ኣከዳድናኦም መንፈሳዊ ነይሩ ኣስራት ቦክራት ይውፅኡ ነይሮም ወደ ግን መንፈሳውያን ነይሮም ውሽጦም ናይ እግዚኣብሔር ሰባት ነይሮም ናይ እግዚኣብሔር ሰባት ኣይነበሮም ከምኡ ልክዕ ከኣ ናይ እግዚኣብሔር ጓል ክንብል ከለና ውጫዊ ነገር ኣይኮነን መግለፂ እያ እዚ ናይ ውጫዊ ነገር ትገብሮ ነገር ሕማቕ እዩ ማለት ኣይኮነን እሱ ግን ምስ ናይ ውሽጢ ህይወት እንድሕር ዝስማዕማዕ ተኮይኑ እዩ ትክክለኛ መንፈሳዊ ዝኸውን ማለት እዩ ሶ ኢነር ፐርሰን ወይ እንደገና ናይ ውሽጢ ክንብሎ ከለና እንታይ ማለትና እዩ ፍቕሪ ዘለዋ፣ ትሕትና ዘለዋ፣ ጾም፣ ጸሎት፣ ስግደት ኣብ ዘላ፣ መጽሓፍ ቅዱስ ተንብብ፣ ሳክራመንትስ ወይ እንደገና ኣብ ናይ ቁርባን ህይወት ዘለዋ፣ ሰብ ይቅር ባይ ትብል፣ ብዘይ ቅድሚ ኩነት ትፈቱ፣ ምስ ጎረቤታ ምስ መሳርሕታ ብሰላም ትነብር፣ እቲ ዋና ቀንዲ ግን ታይ እዩ ናይዚ ኩሉ ዝንጸባረቅ ዘሎ ታይ እዩ ናይዚ ኩሉ ፍረታት ብደገ ንሪኦ ዘለና ፍረታት ታይ እዩ ብውሽጣ ብልባ እግዚኣብሄር ታይ ስለ ትገብሮ እያ ስለ ትፈትዎ ስለ ትደልዮ ትደልዮ ማለት ሺ ሲኪንግ ጋድ ወዶ ሺ ሲኪንግ ጋድ እግዚኣብሄር ትደልዩ ኣላ ትሃድኖ ትሃድኖላ ዝብል ቃል ሜይቢ ትኽክለኛ ቃል ዘይክኾን ይኽእል ግን ትዶልዩላ ማለት ግን እንታይ እዩ በቃ ብንግሁ ኣንጊሆም ዝዶልዩኒ ክረኽቡኒ እዮም ይበልዎ ዶ እግዚኣብሔር ኣንጊሆም ዝዶልዩኒ ክረኽቡኒ እዮም እሱ እዩ እቲ ንእግዚኣብሔር ምድላይ ዝብል ሲኪንግ ጋድ ብምንታይ ኢና ንደልዩ እግዚኣብሔር ብውሽጣ ተፍቅሮላ ትፈትወላ ትምነዮላ ካብኡ ኸነ ኣብ ተግባር ኸዓ ብምንታይ ትገልፆ ተይልና ኣብ ፀሎት ኣላ ማንም ሰብ ዘይርያ ማንም ሰብ ዘይሰምዓ ኣብ መደቀሲኣ በይና ኮይና ንእግዚኣብሄር ትጽልይ ኣላ። ቃል እግዚኣብሄር ትምገብ ኣላ። መንፈሳዊ መጻሕፍቲ ንእግዚኣብሄር ከቕረባ ዝኽእል ተንብብ ኣላ። ሰብ ኣብ ዘይብሉ ከዓ ንሰብ ተገልግል ኣላ። ሰብ ዘይትጥቀመሉ፣ ሰብ ዘየድንቐሉ፣ ዘየጣቕዐላ ዋው እዚ ትገብር ኣላ እኮ ኣብ ዘይብልላ ንባዕላ ሰዊኣ እሳ ጥቕሚ ዘይትረኽበሉ ጥራይ ነብሳ ትግብረሉ ኣብ ኣገልግሎት ከኣ ትርከብ ኣላ ማለት እዩ እቲ ናይ ኢነር እዚ እዩ እቲ ናይ ኣውትዋርድ ኣፒራንስ ኣይኮነ ናይ ደገ ውጫዊ ኣይኮነን እሱ እዩ ግን ፐርፌክት እያ ማለት ደግሞ ኣይኮነን እዚ ትገብሮ ብምሉእ እዚ ናታት እዩ ስትራግል ዊች ሚንስ ሙዳቕ ምትሳእ ዘለዎ ህይወት እዩ መንፈሳዊ ምውዳቕ ምትሳእ ዘሎ እዩ። ንኣብነት ትዕግስቲ እያ፣ ትዕገስ፣ ናይ ብሓደ ግዜ ተናዲዳ ከኣ ክትጻረፍ ትኽእል እያ። ካብኡ ተመሊሳ ኖ ንምንታይ እዚ ገይረ ኣምላኸይ ይቕረ በለለይ፣ ካብ ብሕጂ በቃ ከምዚ ክገብር ኣለኒ፣ ኣብ ኣቦኣ ንስሃ ኣቦኣ ከይዳ ንስሃ ኣትያ ካብኡ ከኣ ተቐቢላ ስሬት ናብ ቁርባና ትምለስ ማለት እዩ። ወሓለ ጓል ወይ ከዓ ነግዛሄር ጓል ክንብል ከለና ሓደ ሓደ ግዜ ናይ ዶሜስቲክ ሮል ብቻ ኣይኮነን። ዶሜስቲክ ሮል ማለት በቃ ክሽነ ትሰርሕ ፀብሒ ጎበዝ ዝኾነት ከምዚ ትገብር ኖ ኢትስ ናት ላይክ ናይ ገዛ ስራሕ ዝውክል ኣይኮነን ከምኡ መሲልዋ ማርታ እኮ ንማርያም ኣብ እግሪ ክርስቶስ ኮይና ክትሰምዕ ከላ ቃል እግዚኣብሔር እንታይ ኢላታ ኣይትሕግዝን እንዲኺ ኣይትሕግዘን እንዲያ ንገራ እባ በይነይ ደክም ኣለኹ ኢላቶ ወደ እንታይ ይግብኣ ኣብ ክሽነ ጥራይ ይግብኣ ኢላ ስለ ዝሓሰበት ግን ከምኡ ድዩ ኣይኮነን ስለዚ ከምኡ ናይ እግዚኣብሄር ጓል ክንብል ከለና በቃ ናይ ገዛ ኣብ ገዛ ጥራይ ትሰርሕ ኣብ ገዛ ብቻ ካብ ገዛ ዘይትወፅእ ኣይኮነን እቲ ማሕበረሰብ ተገልግልያ ኣብ ቤተ ክርስትያንም ተገልግልያ ኣብ ቢዝነስ ስራሕም ኣላ ከምቲ እዚ ፕሮቨርስ ሰርቲ ዋን እኮ ኣብዚ ምስ ፀሓፈ ምሳሌ ሰላሳን ሓደን ዘሎ እሱዩ መዓት ከመይ ዓይነት ደሊጀንትሊ ከም ትሰርሕ የርእየና ኣብ ስራሕ ቢዝነስ መዓት ኢንቮልቭመንት ኣለዎ ስለዚ ናይ ዶሜስቲክ ሮል ብቻ እንትን ሪፍሌክት ዝገብር ኣይኮነን ካልኣይ ከዓኒ ሱቅ ምባል ሳሜሲቭ ምዃን ወይ ከዓኒ ንኩሉ ነገር ምእዛዝ ንኹሉ ሰብ ንኹሉ ነገር ኣብ ዝኾነ ሲቹዌሽን ምእዛዝ፣ ንዝኾነ ነገር ሱቕ ምባል ኩሉሻዕ ከም መንፈሳዊ መግለጺ ወይ ከኣ ከም ናይ እግዚኣብሄር ጓል መግለጺ ጌርና ንሪኦ ኢና። ኩሉሻዕ ከምኡ ኣይኮነን። የሱስ ቅዱስ ጴጥሮስ ኣሁን ዘለና ኳይት ስፒሪት ኳይት ስፒሪት ወረ ዝነፍስና እዩ ዝስፒሪትና እዩ ኳይት ነገር ግን ኩሉ ሻዕ ከምኡ ማለት ድዩ? ንኣብነት ተኣዛዚት ሰሚሲቭ እንድሕር ኮይና ሰብኣያ ናብ ቤተክርስትያን ኣይትኸዲ ትሳለመይ ትቆርበን ከምዚ ትብል እንድሕር ኢሉ ናይ እግዚኣብሄር ዝእዝዛ ተቃራኒ ዝእዝዛ እንድሕር ኮይኑ ንዑ ትእዘዞ እንድሕር ኮይና እዚ ትክክለኛ ምእዛዝ ድዩ? ኣይኾነን ወዶ ንኣብነት ኣስቴር ተዛረቢ ክትዛረበሉ ዘለዋ ሰዓት ሱቕ ተይላ ትኽክል ድዩ ኣብ ትኽክለኛ ሰዓት ድያ ሱቕ ትብል ዘላ ኣይኮነን ኣቢጌል ዳእ ዋይ ጓል ኣንስተይቲ ናይ እግዚኣብሔር ጓል እኮ ኣይትዛረብን እያ ኢላ ዳዊት እንዳመፀ ከሎ እዚ ነገር ኩሉ ተረዲእዋ ከሎ እዚ ጥበብ እዚ እንዳሃለወ ሱቕ ተይላ ትክክለኛ ሱቕ ምባል ድዩ እዚ ኣይኮነን ሰለዚ ኣባ ቢመንም ይብልዎ ናይ እግዚኣብሔር ጸጋ ብምንታይ እዩ ዝግለጽ ብጥበብ እዩ መዓዝ ሱቕ ንብል መዓዝ ሱቕ ኣይንብልን መዓዝ ንእዘዝ መዓዝ እዩ ምእዛዝኻ ጥፍኣት ዝኸውን ክንፈልጥ ክትፈልጥ ኣለዋ ማለት እዩ ጓል ኣንስተይቲ ናይ እግዚኣብሔር ጸጋ ዘለዋ ክትዛረበሉ ቦልድ በቃ ብድፍረት ብጸጋ እግዚኣብሔር ተመሊኣ ትዛረብ እያ። ቅድስት ድሚያና ከመይ ትምስክር ነይራ? ኣብ ቅድሚ ዘይኣመንቲ ብድፍረት ትምስክር ነይራ። ኖ ዘምልኾ ኣምላኽ ጎይታይ መድሓኒተይ ኢየሱስ ክርስቶስ እዩ ወዶ ቅድስቲ ኣርብሲማ ከምኡ ኣርብሲማ ብዓድና ኣርሴማ ንብላ ማለት እዩ ወዶ ከምኡ ኣብ ቅድሚ ነገስታት ጠጠው ኢላ ትምስክር ነይራ ወዶ ሶ ኣፍና ኣፍና ንኸፍተሉ ንምስክረሉ ንዛረበሉ ሰዓት ኣሎ ስቕ ንብለሉ ሰዓት ኸኣ ንሎ ምእዛዝን ከምኡ ን ኣይንእዘዝን ንኩለን ሰማእታት ደቂ ኣንስትዮ እኮ ኣይንእዘዝን ኢለን እየን ሞይተን ስለዚ ኣቢጌልም ንሰብኣያ ትእዘዝ ስትኾን ነይራ እሱ እኽሊ ሂበካኒ ኖ ክብል ከሎ ንዳዊት እሳ ከይዳ ግን እሱ ብዘይፈልጦ ሰራሪሓ ምግቢ ሂባቶ ንዳዊት ካብኡ ካብቲ ደም ካብ ባእሲ ካብ ውግእ ኣድሒናቶ ንክልቲኦም ንክልቲኦም ኣድሒናቶ ሰለዚ ኩሉ ሻዕ በቃ ሱቕ ምባል ኩሉ ሻዕ ሱቕ ኢልካ ምእዛዝ ፓሲቭ ምዃን ፓሲቭ ምዃን እዚ ናይ ጓል ናይ እግዚኣብሄር ጓል መግለጺ ኾነ ዝምተኛ ድያ እወ ብልክዑ ተኣዛዝ ድያ እወ ኣብ ልክእ ምእዛዝ ኣሎ ትክክለኛ ምእዛዝ ኣሎ ነገር ግን ንሓጢኣት ናይ እግዚኣብሄር ፍቓድ ዝሰብር ናይ ነፍሲ ጥፍኣት ዘምፅእ እንተኾይኑ ግን ኣይትእዘዝን እያ ካልኣይ እንታይ ምስኮንሰፕሽን ኣሎ ናታ ናይ ጓል እግዚኣብሄር ወላ ትኹን ናታ ዋጋ ብናይ ውጫዊ ኣፒራንሳ ክግመት ይከኣል ዶ ንኣብነት ዋላ ቤተ ክርስቲያን ትምፃእ ወርቂ ብሩር ጌራ እዚ ክዳን ክባር ምናምን ናይ ሰብ ኣቴንሽን ብምስሓብ ሰብ ከኽብራ ምናምን እሱ ኣሎ ግን እሱ ናይ ጓል እግዚኣብሄር መኽበሪ እያ ድዩ ኣይኮነን ኣፍኮርስ ውሽጣ ትሕዞ ወርቂ ናታ ብሩር ዋጋ ኣስካ ብሩር ብላዕሊ እዩ ካብ ወርቂ ብላዕሊ ኢሉ ዝገልፆ ኣብ መፅሓፈ ምሳሌ እሱ እዩ እንታይ እዩ እቲ ናይ ውሽጣዊ ባህርያታ እዩ መንፈሳዊ ህይወታ ሄር ኢነር ፐርሰን ናይ ውሽጣ ዘሎ ናይ እግዚኣብሔር ጸጋ ዝመልኦ ውሽጣዊ ዝኾነ ምስ እግዚኣብሔር ዘለዋ ህይወት ማለት እዩ እዚ ኩሉ ግን ንተመርዓወት ጓል ኣንስተይቲ ብቻ ኣይኮነን። ትም መጽሓፍ ቅዱስ ኣብ መብዛሕትኡ ቦታታት ስለ ዝተመርዐወት ጓል ኣንስተይቲ ክዛረብ ይኽእል። ነገር ግን እዚ ጓል ናይ እግዚኣብሔር ጓል ኢልና ዝገለጽናዮ ብምሉኡ ንኩሉ ንዘተመርዓወን ንዘይተመርዓወን እዩ ኢንክሉዲንግ ኣስ ደቂ ኣንስትዮ ኮይና ነገር ግን ኣብ ምንኩስና ህይወት ዘለና ማለት እዩ ናይ ስጋ ሰብኣይም ዘይብልና ማለት እዩ ንኩሉ ዝገልጽ እዩ ኣብቲ ትገብሮ ናይ ፍቕሪ ናይ ትሕትና ኣገልግሎት ናይ ጓል ስተይቲ ንኣብነት ላቭ ዩር ኤነሚ ጸላኢኣ ትፈቱ እያ ጸሊኣ ትፈቱ ግን ጓል ኣንስተይቲ ብዚ ክነስተውዕለ ዘለና ሓደ ሓደ ግዜ እንድሕር ሓደ ሰብ ከም ዓርክኻ መሓዛኻ እንድሕር ኮይኑ ቀሊል እዩ ንክትፈትዎ ምሽ ጸላኢኻ ንክትፈቱ ግን እግዚኣብሄርም ኣብቲ ትእዛዙ ንጸላኢኻ ፍቶ ክብለና ከሎ ንጸላኢኻ እዩ ዘሎ ንጸላኢኻ እኻ ትፈቶ ንፈታዊኻ ኣይኮነን መሽ ስለዚ ሓደ ሰብ ጸላኢ እንድሕር ኮይኑ ብኣእምሮይ ኣይፈታዊ እዩ ኢለ ንባዕለይ ከታልል የብለይ ጸላኢየይ ምዃኑ ሪኮግናይዝ ጌረዮ ኣለኹ ማለት እዩ ምሽ? ጸላኢ ማለት ከ እንታይ ማለት እዩ ተይልና ኦኬ ንዓይ ጽቡቕ ንታ ጓል ኣንስተይቲ ጽቡቕ ዘይምነየላ ዕድል ተረኺቡ ከኣኒ ዝጎድኣ ማለት እዩ ከጥፍኣ ዝጽዕር ድቃስ ዘይብሉ ከምኡ ዓይነት ሰብ ምዃኑ ፈሊጣ ማለት እዩ ኤነሚኣ ጸላኢኣ ምዃኑ ፈሊጣስ ንክተፍቅሮ እዚ ፍቕሪ ግን ብምንታይ ይግለጽ ተልና ስለ ስምዒት ኣይኮነ ዝዛረብ ዘሎ ኢየሱስ ክርስቶስ ናይ ፍቕሪ ግን መግለጺ ሽዱሽተ ቃላት ወንጌል እየን ስለዚ እንታይ እዩ ተግባር እዩ ተግባር እንታይ እዩ ኦኬ ከምኡ ዘለ ጸላኢ ጠምዩ ተረኺባቶ ትህቦ ምግቢ ጸምዩ ተረኺባቶ ዝስተ ትህቦ ዓሪቑ ተረኺባቶ ትኽደን ትህቦ ተኣሲሩ ተረኺባቶ ትጥይቖ ነገር ግን ጸላኢ ምዃኑ ስለ ዝፈለጥኸ ትኸኣለ ጥበበኛ ክትኾን ኣለዋ ዊች ሚንስ ንዓኣ ከጥፍኣ እንድሕር ዝትልም ኮይኑ ንነብሳ ከዓ ክትጥንቀቕ ኣለዋ ማለት እዩ ስለዚ መፅሓፍ ቅዱስ ዓሻታት ክንኾን ኣይኮነን ዝመኽረና ዕሽነት ኣይኮነን ንምንታይ እዩ ፀላኢኻ ፍቶ ክብል ከሎ ፀላኢ ምዃኑ ምፍላጥ ንባዕሉ ሓደ ሓደ ጥበብ እዩ ፀላኢና ምዃኑ ተፈሊጥናዮ ንነብስና እንታይ ክንጥቅቕ ኣለና፣ እንታይ ዓይነት ኮንሲደሬሽን ክንወስድ ኣለና ንፈልጥ ኣለና ማለት እዩ። ነገር ግን ከኣ ብናይ ክርስቶስ ፍቕሪ ከኣ ነፍቅሮ ኢና፣ ንጽልየሉ፣ ናብዚ የማን ክመርሖ፣ ብርሃን ክርስቶስ ክበጽሖ እንዳጸለና እቲ ኣገልግሎት ከኣ ነገልግሎ ማለት እዩ። ከምኡ እውን ይቕረ በሃሊት እያ ጓል እግዚኣብሔር ይቕረ በሃሊት እያ ክንብል ከለና እንታይ ማለት እዩ? ይቕረ ትብሎ ንዘበደላ እዩ ምሽ ያራቱላ ንዝበደላ እዩ ግን ጥበበኛ መስተውዐሊ ስለ ዝኾነት ጓል እግዚኣብሄር እንታይ እዩ ዝብል ንዝበደለና ይቅር ከም ንብለሉ ንዓናም ይቕረበለልና ኢሉ እንድዩ ምሂርዋ ክርስቶስ ክርስቶስ ኣብ ጸሎታ ዝኾም ኢላ ክጽሊ ከላ ናምበር ዋን ናይ እግዚኣብሄር ናይ ቅርታ ጸጋ ትቕበለሉ መገዲ እሳም ይቕረ ከም ትብል ከም ዘለዋ ተኣምን እያ ግን ንሰብ ይቅር በል ማለት ግን ዝተፈጸመ ነገር ክትክሕዶ ኢኻ ማለት ኣይኮነን ሳይኮሎጂካሊ ሕጂ ንኣብነት እንድሕር እታ ጓል እሳ ዝበደላ ሰብ እቲ ዝበደላ ሰብ ይቅር ተዘይልዋ ዊች ሚንስ ላይክ ቅርታ ተዘይሓቲትዋ ነቲ ዘጥፍኦ ጥፍኣት ምንም ዓይነት ሪሞርስ ወላ ተዘይሃለዎ እስቲል እቲ ዘጥፍኦ ትኽክል እዩ ኣሚኑ ካልኣይ ጥፍኣት ወላ ክፍፅም እንዳ ተጓየ እንዳሃልዩ እስቲል እሳታይ ክትብል እያ ይቅረ ክትብሎ እያ ኢየሱስ ክርስቶስ ኣብ መስቀል ኮይኑ እንታይ ዝበለ ዝገብርዎ ኣይፈልጥን እሞ ይቕረ በሎም እዩ ዝብል ምሽ እንታይ ቃል ዝገብርዎ ኣይፈልጥን እሞ ትብል እያ ብጣዕሚ ኢምፖርታንት ንዓና ሰብ ንነብሱ እንዳፈለጠ ዝብድላ የለን ምሽ ናይ ሓጢኣት ናይ ክፍኣት መወዳእቱ ሲኦል እዩ ስለዚ ማንም ንዓና ዝብድለና ፅባሕ ንጎ ሲኦል ኣትዩ በቃ እሰይ ናብዚኣ ክኣቱ ከይ ዝኽሉ ዝገብር ነይረ ዝብል ሰብ ኣሎ ድዩ የለን ሲኦል ንሰብ ኣይተፈጠረን ሰብም ንሲኦል ኣይተፈጠረን ኣብ ሲኦል ኣትዩ በቃ ደስ ኢልኒ ከምዚ ኢለ ክነብር እዚ ኩሉ ክፍኣት ኣባኺ ይፍፅም ነይረ ኣይብለናን እዩ ንከምኡ እዩ ዝገብርዎ ኣይፈልጥን እምበር እምበር ዝገብርዎ ዳ ኣይፈልጡ ነይሮም እንዲዮም ክርስቶስ ፀሊኦሞ ሓስዮም ከሲሶም ስቕ ኢሎሞ በቃ ንግዮስ ክህዋ ከመይ ኢልካ ከምኡ ትብል ጎይታና እረ እዚኦም ይፈልጡ እዮም እንታይ ከም ዝሰርሑ ዘለዉ ብተንኮል ኮዮም ከምዚ ገይሮም ዘለዉ ክንብል ንኽእል ኢና እሱ ግን ዘሎ እንታይ እዩ ዲሮ ኖ ናይ ዝገብርዎ ኮንሲኮንሱ ኣይፈልጡን እምበር ተዝፈልጡ ነይሮም ከምዚ ኣይገበሩን ወዶ ጳውሎስን ንኸምኡ ኢሉ ተዝፈልጥዎ ነይሮም ንጎይታ ኣይምሰቐልዎ ናይ መቐተልዎ ነይሮም ይብልና እሱ እዩ ሳም ይቅርታ ክትብል ከላ ዓሻ ኮይና ኣይኮነትን ዘይሓስብ ኣእምሮ ሃልይዎ ኣይኮነን ወይ ብጭፍን ቃ ኣይ ከመይ ኢለ ይቅርታ ከምዝባሃካ ይፈልጥን ግን ኢላ ኣይኮነትን መስተውዐሊት እያ ጥበበኛ እያ እግዚኣብሔር ኣቦኣ ይቅርባይ ከም ዝኾነ እሳም ናቱ ጋሉ ኮይና ይቅር ባህሊት እያ ኣብ ውሽጣ እዚ ናይ እግዚኣብሔር ባህርያት ኣለዋ ናይ እግዚኣብሔር ፀጋ እዩ ካልኣይ ከዓኒ ብምሕሳብም ትሓስብ እያ ኣይዝገብርዎ ኣይፈልጡን እምበር ተዝፈልጡ ነይሮም እኮ እግዚኣብሄር ፈትዮም እንዶምስ ንዓይ ክጠቕሙኒ እዮም ክጓየዩ ነይሮም ትብል እያ ንዖምን ትርህርሀሎም እያ ትጽልየሎም እያ ይቅር ትብለሎም እያ ይቅርታ በልዋ ይበልዋ ናቶም ኣክሽን ናቶም ናቶም ኮንዲሽን ናይቲ በዳላይ ኮንዲሽን ኣበይ ቦታ ኣሎ እንታይ ዓይነት ኣሎ ዝብል ኣይኮነን ንዓኣ ዝውስነላ ይቅር ባይ ንክትከውን ማለት እዩ እና ብጠቅላላ ክንርኢ ከለና መግለጺ ወይ ካራክተሪስቲክስ ናይ ናይ እግዚኣብሄር ጓል ትበሃል መግለጺታታ እንታይ እዩ? ናይ እግዚኣብሄር ጓል ሰብ እንታይ ይብለኒ የኾነትን ትብል እግዚኣብሄር እንታይ ይብለኒ እያ ትብል ቅድሚ ሰብ ንእግዚኣብሄር እያ ተቐድም ኣብ ቅድሚ እግዚኣብሔር ተቐባሊት ንክትኸውን ትሰርሖ ነገራት ትደኽሞ ነገራት እግዚኣብሔር ተቐባሊ ንክኸውን እግዚኣብሔር ምስኡ ክትነብር ቅድሚ እግዚኣብሔር ሰብ ኣይትገብርን ግን ኣብ ቅድሚ ሰብ ጽቡቅ ኮይና ትረኣ እሞ ሰብ ክቕበላ እዚኣ እኮ ናይ እግዚኣብሔር ሰብ እየ ክብላ እቶም ኣወዳትም ሜቢ ክመርዖይዋ ገለ ዝደልዩ ዋ እዚኣ ዳ ከም ዝበለት እንዳ ንክብላ ዘይኮነትሲ ንመን እያ ተቐድም ንእግዚኣብሔር እያ ተቐድም ንሰብ ፈሪሓ ንእግዚኣብሔር ትእዛዝ ኣይትጥሕስን እያ ንሰብ ኣኽቢራ ናይ እግዚኣብሔር ትእዛዝ ኣይተትሕትን እያ ማለት እዩ እና ካብቲ መግለፅታታ ግን እንታይ እዩ ናይ እግዚኣብሔር ጓል ኩሉ ሻዕ ዕቤት ትደልያ ኩሉ ሻዕ ምስ እግዚኣብሔር ተዓብያ ክትፅሊ ከላ ልማዓንቲ ፀሊ እንዲ ኣክለኒ ኣይትብልን እያ ኩላ ኣብ ፀሎታ ትተግህ ኣብ መፅሓፍ ቅዱስ ምንባብ ትተግህ ቅዳሴ ምቕዳስ ትተግህ ቅዱስ ቅርባን ኣብ ምቕራብ ትተግህ ኣብ ኣገልግሎታ ትተግህ ስለዚ እንታይ እዩ ኩሉ ሻዕ ሺ ሲክስ ቱ ግሮው ኢን ክራይስት ወዶ ኩሉ ሻዕ ይኣኽለኒ ኣይትብልን እያ ምስ ክርስቶስ ይኣኽለኒ ኣይትብልን እያ ወኖኖ እግዚኣብሔር ሞር ይፈትዎ እየ ይናፍቆ እየ ይደልዮ እየ ኣብ ዝብል ምስ እግዚኣብሔር ዘለዋ ፍቕሪ ከም ማርያም መግደላዊት እንታይ እያ ሞር ተሃንጣዊት እያ ሞር ተዓቢ እያ እምበር ኣይ በቃ ጸልየ እኮ ኣይ ኣንቢበ እኮ በቃ ኣይትብልን እያ ሞር ክተዕቢ እያ ትጽዕር ኻልኣይ ነፍሳ ተኽብር እያ ጓል እግዚኣብሔር እግዚኣብሔር መን ምዃኑ ትፈልጥ እያ ማለት ጓል እግዚኣብሔር ትኾይና እግዚኣብሔር መን ምዃኑ ተፈሊጣ ከዓኒ ንባዕላ መንነታ መን ምዃና ትፈልጥ እያ ንባዕላ መንነታ መን ምዃና ተፈሊጥ ከዓኒ ኢትስ ኢምፖስብል ነፍሳ ከይተኽብር ስግኣ ተኽብር መንፈሳ ህይወታ ተኽብር ነፍሳ ተኽብር እያ ጓል እግዚኣብሔር ስግኣ ተኽብሮ ከዓኒ ብምንታይ መገዲ እያ ተኽብሮ ብናይ እግዚኣብሔር ትምህርቲ መገዲ እያ ተኽብሮ ሰለዚ ንኣብነት ናይ ነፍሳ ናይ እግዚኣብሄር ቤት መቕደስ እዩ ኢላ እንድሕር ሓሲባ ስጋኣ ናይ እግዚኣብሄር ቤት መቕደስ እዩ ኢላ ድሕር ሓሲባ ስጋኣ ንዝሙት ኣሕሊፋ ትህብ ኣሕሊፋ ትህብ ሰውነታ ገሊፃ ዓለም ክርእየላ ትገብር ኣይትገብር እያ ንምንታይ ስጋኣ ክትሪኦ ከላ ሰውነታ ክትሪኦ ከላ ዋ እዚ ኮና እግዚኣብሔር ቤት መቕደስ እኮ ኢላ ንባዕላ እኳ ስትፈርሖ ስጋ ትጥንቀቐሉ ትሕልዎ ምክንያቱ ተሓታቲት እያ ብኡ ስለዚ ነፍሳ ተኽብር ስግኣት ትኽብር እያ ካልኣይ ዋጋኣ ትፈልጥ እያ ክብራ ትፈልጥ እያ ኣብ ቅድሚ እግዚኣብሔር ብናይ ክርስቶስ ደምን ስጋን ተገዛእት ምዃና ብጣዕሚ ፕሬሸስ ኣብ ቅድሚ እግዚኣብሔር ክብርቲ እግዚኣብሔር ዝስሰዐላ ዝፈትዋ ትፍቅራ ጓል ምዃና ትፈልጥ እያ ኣብ ናይ ዓለም ግን ዋጋታታ ክነግርዋ ሰብ ክንዕኣ ከሎ ብኡ ይኾነ እቲ ንዋጋኣ ትምዝን ቀዳማይ ስብሒና ስለ ዝረኣናዮ ብዙሕ ኣይንረዩና ካልኣይ ሄልዚ ባውንድሪ ኣለዋ ባውንድሪ ማለት ገደባት ኣብ ሂወታ ተቐምጦም ገደባት ኣለው ንኣብነት ክንብል ከለና ኦኬ ኣብ ሕብረተሰብ ፅቡቅ ፍቅሪ ኣለዋ ንኩሉ ሰብ ተኸብር ትፈቱ ተገልግል እያ ነገር ግን ኣብቲ ምሶ ንኣብነት ምስ ደቂ ተባዕትዮ ኣብ ኣገልግሎት ክትራኸብ ትኽእል እያ ወላ ንኣብነት ፎር ኤግዛምፕል ንውሰድ እሞ ሳንደይ ስኩል ኢልና ንውሰድ ኣብ መዓዝ እዩ ፅቡቕ ዘይኮነ መዓዝ እዩ ፅቡቕ ዘይኮነ ኣብቲ ርክብ ግን ትፈልጥ እያ ኣብቲ ዘራርባ ናብ ቀልዲ ጥዕና ዘይብሉ ክኸውን ከሎ ኖ ጠጠው ተብል እያ ወላ ሰላም ክትብሎ ከላ ሰላም ኣባሃልኦም ናብ ካሊእ ነገራት ትኮይኑ ጠጠው ተብል እያ ሰውነቷ ክትንክፍዋ ከሎ ካሊእ ዓይነት ተተነክፈተ ኢሎም ጠጠው ተብሎ እያ ኣብ ዕላል እንዳዕለለት ከላ እቲ ዕላል ናብ ናብ ጎሲብ ናብ ሓሚት ክቕየር ከሎ ጠጠው ተብል እያ ሰለስተ ኣለዋ ገደብ ኣለዋ ኣብ ገዝኣም ነቦኣን ኣዲኣን ተገልግሎም ትእዘዞም ካብኡ ግን ኦኬ እግዚኣብሄር ዘይፈልጥ ሓደ ሃፍታም ተመርዒቱ ኢሎማ ግን ኦኖኖ ክገብር ኣይክእልን ክትብሎም ትኽእል እያ። ሰለዚ ታይ ኣለዎ ማለት እዩ ኣብ ትገብሮም ሬሌሽንሺፓት ምስ ኣብ ሕብረተሰብ ሙሉእ ኣብ ሂወታ ታይ ኣለዎ ኩሉ ሻዕ ገደብ ኣለዎ። ስራሕ ትእዘዝ ንሓላፊኣ ትሰርሕ ተገልግል ትግህቲ እያ። ነገር ግን ኮራፕሽን ንግበር ሸፍንለይ ተይልዋ ግን ኖ ኣብዚ ኢንቮቭ ኣይገብርን እያ ናብ ስርቂ ኣይርከብን ኢላ እምቢ ትብል እያ። ሰለዚ ጥዕና ዘለዎም ገደባት ትገብር እያ። እምንቲ እያ ንእግዚኣብሔር ኣንደኛ ቅድሚ ኩሉ ንእግዚኣብሔር እምንቲ እያ። ቅድሚ ኩሉ ንእግዚኣብሔር እያ እምንቲ ንሰብ ኣይኮነት ቅድሚ ኩሉ እምንቲ ንሓላፊኣ ንስራሓ እምንቲ ተኮይናማ ንስራቅ ክትበሃል ከላ ኦኬ ክትብል እያ። ቅድሚ ኩሉ ግን ንመን እያ እምንቲ? ቅድሚ ኩሉ ንእግዚኣብሔር እያ እምንቲ። ብድሕሪኡ ግን ንመንኻ እምንቲ ንሰብኣያ እምንቲ እያ ንወለዳ እምንቲ እያ ንሕዋታ እምንቲ እያ ካብ ባህርያታ ናይ እግዚኣብሄር ጓል ትኾይና ሕጂ ወላ ዝኾነ ነገር ኣጥፊኦም ንመን ይነግርዋ ንዓ ይነግርዋ ንምንታይ ክትሕግዞም ክትመልሶም እያ እምበር ክተፈድሖም ክተዋርዶም ክተጋልጾም ከምኡ ከምዘይትገብር ስለ ዝፈልጡ ማለት እዩ ንሰብኣያ እምንቲ እያ ኢሉ እውን ያው ፕሮቨርብስ እንደገና ይነግረና እምንት ብጣዕሚ እምንቲ እያ ንሰብኣያ ንምንታይ ናይ መርዓ ትርጉም ትፈልጥ ጓል እግዚኣብሄር ክልቲኦም ዝተመርዕሉ ዓላማ መንግስቲ ሰማያት ሓቢሮም ክነብሩ ናይ ክልቲኦም ዕጣ ፋንታ ንሕጂ ጥራይ ዘይኮነ ንዘለኣለም ብሰላም ኣብ ናይ እግዚኣብሔር ጸጋ ነቲ ዝተፈጠርናሉ ዓላማ ንክንነብር ትፈልጥ ሰበይቲ ሰብኣያ ሓደጋ ኣጋጢምዎ ፓራላይዝ ተኾይኑ ክወልድ ኣይኽእል ምንም ዓይነት ነገር ክፍጽሞ ይኽእሉ ኣብ ዝኾነሉ ሰዓት ንዕኡ እምንቲ ድያ እወ እምንቲ እያ ምክንያቱ ቀዳማይ ንዓኣ እግዚኣብሔር እምንቲ እንድያ ንእግዚኣብሔር ቃል እምንቲ እንድያ ሰለዚ ሓዳራ ቃል ኪዳና እምንቲ እያ ነገር ግን ናይ ስጋ ጓል ተኾይና ናይ ዓለም ጓል ተኾይና ኣብ ከምዚ ዓይነት ሲቹዌሽን እንታይ ትመርፅ ነብሳ ክትመርፅ ትኽእል ናይ ባዕላ ድሌት ናይ ባዕላ ምኞት ናይ ባዕላ ስጋዊ ፍትወታት ክትመርፅ ትኽእል እያ ናይ እግዚኣብሔር ጓል ግን እምንቲ እያ ትሕቲ እያ ንፅህቲ እያ ንፅህቲ እያ ፒሪቲ እና ቻስቲቲ ክንብል ከለና መብዛሕትኡ ግዜ ምስ መነኮሳት ምስ ድንግልና ኢና ነተሓሕዞ የስ ድንግልና ናይ እግዚኣብሔር ፀጋ እዩ ንፅህና ኣብ ንፅህና ህይወት ክንነብር ግን ንመነኮሳት ጥራይ ዘይኮነ ንምርዑዋትን ኣብ ንፅህና ህይወት ክነብሩ ጥራይ ዘይኮነስ ቨርቹም እዩ ቨርቹም እዩ ንኣብነት ናይ ዳንኤልና ናይ ቅዱስ ሱዛና ሶስና ታሪክ ኣብ መፅሓፍ ቅዱስ ንርኢ ከለና በዓልቲ ሓዳር ቆልዑ ዘለዋ ናይ እግዚኣብሄር ሰብ እያ ነይራ ግን ክልተ ያም ናይቲ ሕብረተሰብ ናይ ጁሽ ናይ ዞም እስራኤላውያን ሕብረተሰብ ዝነበሩስ መራሕቲ ፈረድቲ ካብ ዝበሃሉ ክልቲኦም ፈትዮማ ብስጋዊ ፍትወት ተመንዮማ ካብኡ ነብሳ ክትሕፀብ ፈሊጦም ብድሕሪት ተሪፎም ተን ሰራሕተኛታት ክዓፅዎ ከላውቲ ገዛ ብውሽጢ ተሪፎም ተሓቢኦም በቃ እስኹም ምሳና ዝሙት እንድሕር ዘይፈፀምኪ ኢልና ዝኾነ ወጣት ኣብዚ ምስኣ ረኺብናዮ ኢልና ክነትሕዘኪ ኢና እሶም ከዓ ፈረድቲ እዮም ካልኣይ ብናይ ሙሴ ሕጊ ከኣነ ክልተ ዊትነስስ ተተረኺቦም ሓደ ዓይነት ቃል ዝዛረቡ ተቐባልነት ኣለዎ። እሳ ግን ጓል እያ። ካሊእ ዊትነስ ንዓኣም የብላን ኣብኡ ማንም ሰብ ኣይነበረን። ካብኡ እንታይ ኢላቶ እምቢ ተይለኩም በቃ ሞት እዩ መፍርድያ ሞት እዩ ናይ ዝሙት ፍርዲ ብናይ ሙሴ ሕጊ ሞት እዩ ብእምንቲ ቀጥቂጣ እያ ክትመውት እሺ ቴለኩም ኣፍኮርስ ክድሕን እየ ነገር ግን ኢላ እግዚኣብሄረይ ክሕዝን እየ ስጋይ ከርክስ እየ ወዶ ግን ንመን መሪፃ እሳ ንእግዚኣብሄር መሪፃ ኦ ኢተርናል ጋድ ኢላ ፀዊዓ ኣምላኸ ኢላ ዓው ኢላ ምስ ተዛረት ካብኡ እሶም ኡይ ኡይ ኢሎም ሰብ ኣኪቦም ረኺብናዮ ወጣት ነይሩ ምስኣ ካብኡ ንሕና ንዓና ምስ ረኤ ደንጊፁ ክዳኑ ልዒሉ ሃዲሙ ጠፊኡ ኢሎም ካብ ፍርድ ቤት ኸይዶም ሰብ ተኣኪቡ ቤተሰባ ተኣኪቦም ሰብኣያ ኣቦኣ ኣዲኣ ደቃ በቃ እንዳሓዘነት ከምዚ ደኒናስ ተሸፊናስ እንታይ ይብል ናይ ገፃ ናይ መልክዓ ክሪኡ እቲ ስጋዊ ፍትወቶም ንከዕግቡስ ገፅ ክኸፈቱ እየ ኢሎም ገፃ ምስ ከፈተቶ በቃ እዚኣ ኣብ ዝሙት ተረኺባ እያ ከምዚ ከምዚ ከምዚ ኢሎም መን እዮም ፈረድቲ ባዕሎም ፍሪዶማ ካብ ግን እግዚኣብሔር ንዑ እንዲ ኣሚና ከድሕና መሪጹ ሓደ ሓደ ግዜ ሰማዕትነት ክንቕበል ዝመርጽ ግዜም ኣለዎ ነገር ግን ንዓና ንከምህረና ናታ ናይ ቅድስትና ወላ ክንፅውዓ ከለና ቤተ ክርስትያንና እንታይ ኢና ንብላ ቅድስቶስና ዓፊፋ ር ቸስት ንፅህቲ ንፅህቲ ሱስና ኢልና ኢና ንጽዋዕ። እዚ ንጽህቲ ዝብል ናይ ቅጽል ሽም ዝተውሃባ ብንጽህና ስለ ዘይፈቐደት ስጋኣ ክትርክስ ስለ ዘይፈቐደት እያ። ካብኡ ዳንኤል መጽኡ ኣነ እዚኦም ኣይኣምኖምን እየ ክልቲኦም ፈላልዩ ፈላልዎም ካብኡ ድሓር ተመርመሮም ኣበይ ተሓቢኡ ርኢኹሞ እንታይ ዓይነት ኦም ነይራ እቲ ሓደ ናይ ካሊእቲ ኦም ኢሉ እቲ ሓደ ናይ ካሊእቲ ኦም ኢሉ ክልቲኦም ተፈላለየ ክኾኑ ታሪክ ሃልዩ ተረኺቦም ካብ ንዓኣስ ኣድሒና ንሶም ተፈሪዶም ማለት እዩ እግዚኣብሔር ኣድሒንዋ ግን ብጣዕሚ ዓብዪ ትምህርቲ ዘምህረና በዓልቲ ሓዳር እያ ቆልዑ ዝወለደት እያ ነገር ግን እንታይ ኢልና ንፅውዓ ንፅህቲ ሶስና ኢልና ንፅውዓ ናይ ስጋኣ ቅድስና ናይ ነፍሳ ንፅህና ትፈልጥ ንዕኡ ዋጋ ትኸፍል ንፅህቲ ኣደ ኮይና ስለ ዝረኸብናያ ማለት እዩ ዓንቶም ገሊፅናዮ ነርና ጥበብ ጥበብ ናይ እግዚኣብሔር ወዶ ጥበብ ካብ እግዚኣብሄር እዩ ዝመፅእ ናይ ዓለማዊ ጥበብ ኣሎ እዩ ናይ ዓለማዊ ጥበብ ዘይኮና ንብ ዘለና ጓል እግዚኣብሄር ጥበባ ካብ እግዚኣብሄር እዩ እሱም ርኢናዮ ኢና ኣብ ናይ ኣቢጌል ህይወት ርኢናዮ ኢና ኣብ ናይ እሜታችን ድንግል ማርያም ህይወት ንሪኦ ኢና ኣብ ቅድስቲ ኣስቴር ርኢናዮ ኢና ኣብ ቅድስቲ ሩታ ሩት ምስ ንኦሚ ኮይና ካብ ስደት ተመለሰት ርኢናዮ ኢና እና ሓደ መግለፂ ናይ ጓል እግዚኣብሄር ናይ እግዚኣብሄር ጓል ኢልና ንገልፀ ከዓኒ ያው ዊዝደም ማለት እዩ ትዕግስትን ፕሪዘርቨንስ ማለት ከኣ ኣብ ጸገም ግዜ ስትራግል ጌርካ ምሕላፍ ማለት እዩ ኣለዋ። እዚ መግለጺ ናይ እግዚኣብሄር ጓል እያ። ንኣብነት ቅድስቲ ኤልሳቤጥ ቅድስቲ ኤልሳቤጥን ቅድስቲ ሃናን ክልቲኤን መኻናት ነይረን። ኣብቲ ዘመን እሱ ምኽነት ናይ እግዚኣብሄርስ እንታይ እዩ ዝበሃል? ሓቂ እግዚኣብሄር ይባርኸካ ናቱ ተቓራኒ መርገም ከም መርገም ገይሩ እዩ ዝረአ ነይሩ ንሃና ሰብኣያ ካልእቲ ሰበይቲ ተመርዑ ነይሩ ካብኣ ወሊዱ እዩ ሃና ግን ኣይወለትን እናታ ካልእቲ ሰበይቱ ዝወለደት ንሃና ኩሉ ሻዕ ትፀርፋ ነይራ ደረቕ ማህፀና ዘይፍሪ ተረገመት ምናም ዳለት ትፀርፋ ነይራ ቅድስቲ ሃና ግን ተስፋ ኣይቆረፀትን ተስፋ ከይቆረፀት ትበኪ ትፅሊ ትፅሊ ትፅሊ ነይራ ብጣዕሚ እያ ትፅሊ ነይራ ካብ ዕለታት ሓደ መዓልቲ እንደውም ትጽልዮ ናብ እግዚኣብሄር በቃ ነፍሳ ደርብያ ናብ እግዚኣብሄር ክትጽሊ ከላ ኤሊ እቲ ካህን ማለት ሊቀ ካህን መጽኡ ክሪኣ ከሎ እንታይ ኮንኪ ብቐትሪ ምድሪ ሰኺርኪ ኢለዋ እቲ ዝነበራ ስምዒት ንእግዚኣብሄር ትገልጸሉ ዝነበረት መገዲ ሱስ ከም ሰኸረት ገይሩ ተሰሚዋ ኖኖ ይኾንኩን ጎይታይ ኣንማ ብሓዘን እየ ከምዚ ኢለ ቆልዓ የብለይን ሰለቶ ኣጆ ክበልተሲ እግዚኣብሄር ቆልዓ ክበኪ ኢልዋ ብቐሊሉ ብዘይ ኣቆልዓክበኪ እዩ ሰምዐኪ ጸሎትኺ ኢልዋ ካብኡሳ ኣሚናቶ ብልቢ ኣሚናቶ ኸይዳ መን ወሊዳ ነቢ ሳሙኤል ዝኣክል ወዲ ወሊዳ ማለት እዩ ብድሕሪኡ ካልኦት ቆልዑም ወሊዳ ነገር ግን ብብዙሕ ትዕግስቲ ብብዙሕ ጸሎት ብብዙሕ ወጣ ውረድ ብዙሕ ተሳቐያ መከራ በጺሕዋ ተናዒቓ እያ ሓሊፋቶ ኣብዚ ኩሉ ግን እንታይ እዩ እግዚኣብሄር ተስፋ ኣይቖረጸትን። ቅድስተ ኤልሳቤጥን ከምኡ ብኸምኡ ነገር ብብዙሕ ሓሊፋ እንዶም ጠኒሳ እኳስ ሰት ኣይብልን ኢላ ሓቢኣቶ ካብቲ ዝበሃል ዝነበረ ወረ ዝበዝሐ ማለት እዩ። ነገር ግን ንሳ ንእግዚኣብሔር ተስፋ ስለ ዘይቖረጸት ዮሃንስ መጥመቀ መለኮት ዝኣክል ቅዱስ ወሊዳ ማለት እዩ። ካልኣይ ናይ እግዚኣብሔር ጓል ጋሻ ተቐባሊት እያ። ለጋስያ በዓል ቅድስቲ ሊድያ በዓል ማርታ እና ማርያም ከዓኒ ኢየሱስ ክርስቶስ ኣብቲ ገዛአን ምስ ደቂ መዛሙርቲ እዩ ዝመፅ ነይሩ ነገር ግን ይምግበኦም ነይረን የዕርፍም ነይሩ እና ብጣዕሚ ደስ ዝብል ናይዛ ሽሙናይት ወመን ዝብል እርግጠኛ ይኾንኩን ናይ ኤልሳእ ተገልግሎ ነበረት ነቢ ኤልሳእ ተገልግሎ ነበረት ሽሙናይት ወመን ብእንግሊዝኛ ኣክቹሊ ሽሙናይት ግን ብዓድና እንታይ ከም ዝበሃል እርግጠኛ ይኹንኩ ሶ እሳ ነቢ ኤልሳ ተገልግሎ ነይራ ክመፅ ከሎ መዕረፊ የድልዮ እዩ ኢላ መደቀሲ ሰሪሓትሉ ምግቢ ትቕርበሉ ብጣዕሚ እያ ተገልግሎ ነይራ ነገር ግን እንታይ ነይራ መኻን ነይራ እና ነቢ ኤሳእ ልቡ ተተንኪፉ በቃ እዛ ሰበይቲ እዚኣስ በቃ ትቕበለኒ ከም ጋሻ ተኽብረኒ ለጋስያ ኩሉ ነገር ትገብረለይ ዝኾነ ነገርማ ክገብረላ ኣለኒ ኢሉ እስካብ ዝጭነቕ ተጨኒቑ ዋላ ክፅዋዓ ከሎስ ኣይገብረልክላስ ምንም ኢላቶ ንዕኡ እንታይ ገብረልኪ ኢልዋ ኖ ኖ ናይ እግዚኣብሄር ነቢ ኣነ ምንም ኣይደልን ኢላቶ ካብኡ ግን ንደቂ መዝሙሩ እዩ ጸዊዑ እንታይ እያ ዝኾን ነገር ክገብረላ ደልየ በቃ ከደቅሰኒ ይኽኣለ ናታ ልግስነት ጋሻ ተቐባልነት ምስ በሎ ቆልዓ የብላን ኢሉ ካብኡ ድሓር ብናዩ ጸሎት ቆልዓ ክትረክብ ጸሊላ ቆልዓም ረኺባ ማለት እዩ ነገር ግን ናታ እንታይ እዩ እቲ ናታ ሆስፒታብል ምዃና እቲ ናታ ጋሻ ተቐባሊት ለጋስ ምዃና ግን ኣፍኮርስ ጸጋ እግዚኣብሄርም ረኺባ ቆልዓ ረኺባ ግን እሱ ክትረክብ ኢላ ኣይኮነትን ከምኡ ጌራቶ እሱ እዩ ፍሉይ ዘብለዎ ዶ እሱ ክትረክብ ኢላ ይኮነ ናይ እግዚኣብሄር ጓል ዝምለስ ነገር ንባዕላ ስጋዊ ጥቕሚ ንክትረክብ ኢላ ይኮነትን እንታይ ትኸውን ቨርቹወስ ትኸውን ነገር ብትክክል እግዚኣብሄር ስለ ትፈትዎ ስለ ተፍቅሮ ጸጋ እግዚኣብሄር ከዓ ነብሳ ክሓድራ ከሎ ናይ ልባ ትርታ ምስ ናይ እግዚኣብሄር ትርታ ሓደ ይኸውን እሞ ኣብቲ ትገብሮ ነገራት እንታይ ይኸውን ናቹራል ይኸውን ማለት እዩ ኣብ ኣገልግሎታ ከዓኒ ሰልፍለስ ኣገልግሎት ኣለዋ ሰልፍለስ ኣገልግሎት ኣለዋ ክንብል ከለና እንታይ እዩ መብዛሕትኡ ዓለም ነገልግሎ ኣገልግሎት ደሞዝ ኣለና ወዶ ወላ ኣብ ናይ ቤተ ክርስቲያን ኣከባቢ ነገልግሎ ኣገልግሎት ሓደ ሓደ ግዜ ደሞዝም ክህልዎ ይኽእል ካልኣይ ከዓኒ ንረኽቦ ካልእ እንታይ ኣሎ ኣቴንሽን ኣለዎ ዶ ዓሰብ ዓይኒ ንኣቱ ኢና ሰይፈልጠና እዩ ይንጨብጨበልና እዩ መድረኽ ንወጽእ ኢና ሽም ንረኽበሉ ኢና ረፒቲሽን ንረኽበሉ ኢና ወዶ ሲቪ ጸሓፍቲ ዝበሃል መንፈሳዊ ሲቪ ኳስ ዘማሪት እየ ከምዚ እየ እዚ ዘጋጀ ነረ እዚ ገይረ እዩ ኢልና ኳስ ክንጽሕፎ ንኽእል ኢና ወዶ ናይ እግዚኣብሔር ጓል ግን ኣገልግልነታ ካብቲ ዝረአ ዘይረአ ይበዝሕ ሰብ ዘይብሉ ኣረጊት ሰይቲ መገዲ እንዳኸደት ከላ መገዲ ተሻግራ ጠምዩ ዝወደቐ ተሃልዩ ከይዳ ምግቢ እንጀራ ጠቒሳ ፀብሒ ተምፀሉ ካብቲ ክዳውንቲ ሓቢኣ ወላ ከይዳ ትህቦ ሰብ ኣብ ዘይርእየሉ ኣብ ቤተ ክርስቲያን ኩሉ ፀፍ ኢሉ ሰብ ምስ ኸደ መፅኣ ትኹስትር ትውልውል ዘወንበራት ተተዓራርዮ ተልግሶ ሪኮግኒሽን ኣብ ዘይብሉ ረኣይ ኣብ ዘይብሉ ኣጣቕዕ ኣብ ዘይብሉ ተገልግል ካብኡ ግን ንሳ ንባዕላ ትረኽቦ ነገር ዘየለ ማለት እዩ ብሰልዲ ብቻ ዘይኮነ ካብ ሰብ ዝርከብ ኣቴንሽን እና ክሬዲት ዘይትረኽበሉ ማለት እዩ